ድምፂ ፖሊስ ኤርትራ ብህዝባዊ ርክባት ፖሊስ ኤርትራ ወትሩ ሰንበት ካብ ሰዓት 10 ክሳብ 10 ፈርቓን ቅድሚ ቐትሪ ዝቐርብ ኮይኑ ሰሉስ ምሸት ሰዓት ሸሞንተ ኣብ ሬድዮ ዛራ ዝድገም መደብ እዩ።
ኣብ ዝተፈላለየ ኩርናዓት ዓለምና ብምዃን መደባት ድምፂ ፖሊስ ኤርትራ ኣብ ምክትታል እትርከቡ ክቡራትን ክቡራንን ሰማዕትና ከመይ ቀኒኹም? ድምጺ ፖሊስ ኤርትራ ሎሚ ውን ከም ወትሩ ሓበርትን መሃርትን መደባት ሒዝና ቀሪብና ኣለና። ኣብዚ ናይ ፍርቂ ሰዓት መደባትና ኣብ ምውህሃድ ምሳኹም ሓቢረ ዝጸንሕ ልዋም ኪዳነይ ፈለማ ብዜና ፖሊስ ክንጅምር።
ሰላም ከመይ ትቅንዩ ዝኸበርኩም ሰማዕትና ነዚ ዕለት ዝተዳለወ ሰሙናዊ ዜና ውሽጢ ሃገርን ወጻእን ሒዝናልኩም ቀሪብና ኣለና ፈለማ ቀንዲ ነጥብታቱ። ሞት ዘስዓበ ሓደጋ መኪና ብዕርቂ ተዛዚሙ። ወጻእተኛታት ተመሲሎም ናብ ሃገር ዝኣተዉ ኤርትራውያን ኣብ ትሕቲ ቀይዲ ኣትዮም። ኣባላት ፖሊስ ኣብ ልግሲ ደም ዘለዎም ኣበርክቶ እናዓበየ ምምጽኡ ተገሊጹ። ብዝተፈላለዩ ጠንቅታት ዝተኸስቱ ሓደጋታት መኪና ሞትን ኣካላዊ ማህሰይትን ቀቲሎም። ብፖሊስ ክድለ ዝጸንሐ ቀታሊ ነብሲ ኣብ ትሕቲ ቁጽጽር ውዒሉ። ፖሊስ ሜልቦርን ግብረ ሽበራዊ ስርሒታት ክፍጽም ናይ ዝጸንሐ ገበናዊ ውድብ መራሒ ቀይዱ። ኣብ ኦንታርዮ ካናዳ ብስርቂ መካይን ዝተጠርጠሩ ሓያሎ ሰባት ተቐይዶም። ዝኸበርኩም ሰማዕትና ቀንዲ ነጥብታት ዜና ይኹን ክትከታተሉ ጸኒሕኩም ዝርዝራቱ ይስዕብ ዜና ዘቕርበልኩም ተስፊት ገብረ ሚካኤል ብ ሽዱሽተ ለካቲት ክልተ ሽሕን ዕስራን ኣርባዕተን ኣብ ኣስመራ ምምሕዳር ከባቢ ጎዳይፍ፣ መራሕቲ ሃይማኖት፣ ኣመሓደርቲ ከባብን ቤተሰብ ክልቲኡ ወገንን ኣብ ዝተረኽብሉ፣ ኣብ ሞንጎ ስድራቤት ፈጻሚ ሓደጋ ኤፍረም ኢሳቕ ስብሃቱን ስድራቤት ግዳይ ግርማይ ተኸስተን ወግዓዊ ናይ ዕርቂ ስነስርዓት ከምዝተኻየደ ተገሊጹ። ኣብቲ ናይ ዕርቂ ስነስርዓት ስድራቤት ነፍስሄር ግርማይ ተኸስተ ነቲ ቅድሚ ኣስታት ሓደ ወርሒ ኣብ ልዕሊ መቕርቦም ዝወረደ ናይ ሞት ሓደጋ፣ ወዝቢ ዘጋጠመ ከምዝኾነ ብምሕባር፣ ሓድሕዳዊ ፍቕሪ እንተዘይኮይኑ ካብ ስድራቤት ፈጻሚ ሓደጋ ጋር ነብሲ ከምዘይቅበሉ ብምትሕስሳብ ነቲ ናይ ዕርቂ መስርሕ ከምዝፈጸምዎ ተፈሊጡ። ኣብቲ ናይ ዕርቂ ስነስርዓት ብኣካል ተረኺቦም ምስ ስድራቤት ፈጻሚ ሓደጋ ሙሉእ ምሕረት ከምዝገበሩ ዝገለጹ ወዲ ቴስዓን ክልተን ዓመት ናይ ዕድመ በዓል ጸጋ ኣቶ ካሕሳይ ወልደጋብር፣ ንድምጺ ፖሊስ ኣብ ዝሃብዎ ሓበሬታ፣ መዋቲ ሰብኣይ ጓሎም ምዃኑን ፈጻሚ ሓደጋ ኮነ ግዳይ ብኣጋጣሚ እምበር ደይ መደይ ኢሎም ከምዘይተራኸቡን ብምሕባር፣ ካብ ፈጻሚ ሓደጋ ይኹን መቕርቡ ዝኾነ ገንዘብ ከምዘይጽበዩ ገሊጾም። በዓልቲ ቤት መዋቲ ወይዘሮ ኤልሳ ካሕሳይ'ውን ብወገና ኣብ ልዕሊ በዓል ቤታ ብዝወረደ ሃንደበታዊ ሞት ከምዝሓዘነት ጠቒሳ፣ ፈጻሚ ሓደጋን ስድራቤቱን ካብ ግዜ ሓደጋ ክሳብ ዕለተ ዕርቂ ካብ ጎና ከይተፈልዩ ንዝገበሩላ ሕውነታዊ ደገፍ ምስጋና ከም ዝግብኦም ሓቢራ። ብ ዕስራን ሓሙሽተን ታሕሳስ ክልተ ሽሕን ዕስራን ሰለስተን ከባቢ ሰዓት ትሽዓተን ኣርብዓን ሓሙሽተን ድሕሪ ቀትሪ፣ ፈጻሚ ሓደጋ ኤፍሬም ኢሳቕ መኪና መሪሑ ኣብ ዝጓዓዘሉ ዝነበረ ግዜ ኣብ ካምቦቦሎ ከባቢ ፋሚሊ ኣየለ ክበጽሕ ብእግሩ ጽርግያ ይሰግር ንዝነበረ ነፍሲሄር ግርማይ ተኸስተ ገጭዩ ናይ ሞት ሓደጋ ከም ዘብጽሓሉ ካብ ጸብጸባት ፖሊስ ትራፊክ ዝተረኽበ ሓበሬታ የነጽር። ሱዳናውያን ተመሲሎም ብምድንጋር ናብ ኤርትራ ዝኣተዉ ኤርትራውያን ዜጋታት ብምትሕብባር ማእከላይ ቤት ጽሕፈት ክፍሊ ኢሚግረሽንን ዜግነትን ቀዳማይ መደበር ፖሊስ ዞባ ማእከልን ኣብ ትሕቲ ቀይዲ ቀዳማይ መደበር ፖሊስ ከምዝኣተዉ ካብ ቀዳማይ መደበር ፖሊስ ዝበጽሓና ሓበሬታ ኣነጺሩ። ጥርጡራት ወዲ ኣርብዓን ሓሙሽተን ዓመት ኢብራሂም ኣሕመድ ኢብራሂም፣ ደቂ ዕስራን ሽዱሽተን ዓመት ሱሌማን ዑስማን ፋግር፣ ዑቕማን መሓመድ እድሪስ ሙሳን ዝተባህሉ ምዃኖም ዝጠቐሰ እቲ ሓበሬታ፣ ብዘይሕጋዊ ኣገባብ ካብ ኤርትራ ከም ዝወጹን ሱዳናውያን ምዃኖም ዝሕብር ፓስፖርት ሒዞም ድማ ከም ዝኣተዉን ኣነጺሩ። ብስግረዶብ ካብ ኤርትራ ዝወጸ ዝኾነ ዜጋ ከም ነባሪ ናይ ደገ ክቑጸር ናይ ጣዕሳ ቅጥዒ ካብ ዝመልኣሉ ግዜ ኣብ ወጻኢ ሃገር ግድነት ሰለስተ ዓመታት ክገብር ኣለዎ ንዝብል መምርሒ ክፍሊ ኢሚግረሽንን ዜግነትን ኮነ ኢሎም ብምጥሓስ ናይ ሱዳን ፓስፖርት ሒዞም ከም ዝተኸሰሱ ዝጠቐሰ ሓላፊ ምርመራ ገበን ቀዳማይ መደበር ፖሊስ ጀማል ጣሃ ኑር፣ ጉዳዮም ተፃርዩ ናብ ኣኽባሪ ሕጊ ከም ዝሓለፈን ንሳቶም ድማ ብዋሕስ ከም ዝተፋነው እውን ገሊፁ። ፖሊስ ዞባ ማእከል ኣብ መወዳእታ ዝኾነ ክሳለጠልና ንደልዮ ጉዳይ ሕጋዊ መንገዲ ተኸቲልና ደኣ እምበር ብምትላል ዝፍፀም ጉዳይ ውዒሉ ሓዲሩ ምቅልዑ ከም ዘይተርፎ ኩሉ ዜጋ ክግንዘቦ ከም ዝግባእ ኣተሓሳሲቡ። ኣባላት ፖሊስ ኤርትራ ከም መቐጸልታ ናይቲ በብግዜኡ ዝልግስዎ ደም፣ ብ ሸሞንተ የካቲት ክልተ ሽሕን ዕስራን ኣርባዕተን እውን ደም ናይ ምልጋስ ዕማም ከም ዘሰላሰሉ ካብ ኮሚቴ ልግሲ ደም ፖሊስ ኤርትራ ዝተረኽበ ሓበሬታ ገሊጹ። ኣብቲ ካብ ማእከላይ ቤት ጽሕፈት ፖሊስ ኤርትራ፣ ጨንፈር ምክልኻል ገበን ወሃቢ ደገፍ ኣሃዱ ማእከላይ መርመራ ገበን፣ ብሓፈሻ ካብ ኩለን ጨናፍርን ስታፋትን ዝተዋጽኡ ኣባላት ደም ክልግሱ ምኽኣሎም ምስጋና ከም ዝግብኦም ዝገለጸ ኣባል ኮሚቴ ልግሲ ደም ፖሊስ ኤርትራ ተኽለ ሃብተ፣ ቁጽሪ ለገስቲ ካብ ግዜ ናብ ግዜ እናዓበየ ይመጽእ ከምዘሎ ኣረዲኡ። ንሱ ወሲኹ ከም መርኣያ ናይዚ ኣብ ሓደ እብረ ካብ ሓምሳ ሰባት ሓሊፉ ዘይፈልጥ ምንባሩን ኣብዚ እዋንዚ ግን ኣብ ሓደ እብረ ብዘይካቶም ትሕቲ ሚዛን ኮይኖም ብኻልእ ቅቡል ምኽንያትን ዝተመልሱ ቁጽሪ ለገስቲ ስሳን ሓሙሽተን ከምዝበጽሐ ገሊጹ። ተኽለሃብተ ብዘይካዚ ቀወምቲ ለገስቲ ኮይኖም ክሳብ ሰላሳ ግዜ ዝለገሱ ኣባላት ከምዘለዉን ንቕሓት ኣባላት ኣብ ልግሲ ደም ክብ እናበለ ይኸይድ ከምዘሎን ብምሕባር ብፍላይ ኣብ ግዜ ክራማት ምስ ምዕጻው ኣብያተ ትምህርቲ ዋሕዲ ደም ስለ ዘጋጥም ብሰሪ ደም ትጠፍእ ህይወት ዜጋ ንኸይትህሉ ነፍሲ ወከፍ ዜጋ እጃሙ ከበርክት ኣተሓሳሲቡ። ኣብ ዝሓለፈ ወርሒ ጥሪ ብዝተፈላለዩ ጠንቅታት ዘጋጠሙ ሓደጋታት መኪና ሞትን ከቢድን ቀሊልን ኣካላዊ ጉድኣት ከም ዘውረዱ ካብ መደበራት ፖሊስ ዝተላእኩ ፀብፃባት ኣነፂሮም። ካብቶም ዘጋጠሙ ሓደጋታት ብ ዓሰርተ ትሽዓተ ጥሪ ክልተ ሽሕን ዕስራን ኣርባዕተን ወዲ ስሳን ሓሙሽተን ዓመት ዓንደመስቀል ገብረስላሰ፣ ER ሓደ A ባዶ ትሽዓተ ሰማንያን ሽዱሽተን፣ ዝመለለይኣ ሃዩንዳይ ዝዓይነታ መኪና መሪሑ ካብ ከረን ናብ ተሰነይ እናተጓዕዘ ኣብ ከባቢ ኣለቡ ክበጽሕ ብቕድሚኡ ምስ ዝጓዓዝ ዝነበረ ዓረብያ ፈረስ ከም ዝተጋጨወን ከም ሳዕቤኑ ኣብታ ዓረብያ ፈረስ ተሳፊሮም ዝነበሩ ሳልሕ እስማዒል፣ መሓመድ ሳልሕን ኣድም መሓመድን ክሞቱ ከለዉ፣ ኣብ ልዕሊ ኣርባዕተ ተሳፈርቲ ድማ ከቢድን ቀሊልን ኣካላዊ ጉድኣት፣ ኣብ ንብረት ከኣ ሓምሳ ሽሕ ናቕፋ ዝግመት ዕንወት ከም ዝበጽሐ ተሓቢሩ። ብዘይካ'ዚ ብ ዕስራን ኣርባዕተን ጥሪ ክልተ ሽሕን ዕስራን ኣርባዕተን ዮናስ ኣፈወርቂ ER ሓደ B ዓሰርተ ሸውዓተ ሓምሳን ሽዱሽተን ቶዮታ ኮሮላ መሪሑ ካብ ደቀምሓረ ናብ ድባርዋ እናተጓዕዘ ኣብ መላገሲ ሓሬን ክበጽሕ ካብ መስመሩ ንጸጋም ብምውጻእ ምስ ቢንቶ ብምግጫው ከም ሳዕቤኑ ንሱ ህይወቱ ክስእን ከሎ ምስኡ ተሳፊሩ ዝነበረ ድማ ቀሊል ኣካላዊ መጉዳእቲ ከም ዝበጽሖ እቲ ጸብጻብ ይጠቅስ። እዚ ከምዚ ኢሉ ከሎ ብ ዕስራን ሓሙሽተን ጥሪ ክልተ ሽሕን ዕስራን ኣርባዕተን እውን ዳዊት ተኪኤ ሰሌዳ ቁጽሪ ER ሰለስተ A ዓሰርተ ክልተ ቴስዓን ሓሙሽተን ኪንግ ሎንግ ዝዓይነታ ዋንነት ኩባንያ ሓራት ዝኾነት መኪና መሪሑ ካብ ሰንዓፈ ናብ ኣስመራ ክጓዓዝ ከሎ ኣብ ወቐርቲ ክበጽሕ ካብ መስመሩ ንጸጋም ብምውጻእ ምስ ካልእ ብኣንጻሩ እትመጽእ ዝነበረት መኪና ብምግጫዉ ንባዕሉ ክመውት ከሎ ኣብ ልዕሊ ሓደ ሰብ ቀሊል መጉዳእቲ ኣብ ንብረት ከኣ ሰለስተ ሽሕ ናቕፋ ዝግመት ዕንወት ከምዘኸተለት ተጠቒሱ። ጠንቂ ናይዞም ዘጋጠሙ ሰለስተ ሓደጋታት መኪና፣ ሓደገኛ ኣመራርሓ፣ ርሕቀት ዘይምሕላውን መገድኻ ዘይምሓዝን ምንባሮም ድማ እቶም ጸብጻባት የረድኡ። ዝኸበርኩም ሰማዕትና ዜና ውሽጢ ሃገር ኢኹም ክትከታተሉ ጸኒሕኩም ድሕሪ ዝሓጸር መሰጋገሪ ዝሽሕን ዕስራን ሰለስተን ኣብ መዐሸጊ መካይን መዓርፎ ነፈርቲ ከተማ ቦስተን ኣብ መኪናኣ ሞይታ ዝተረኽበት ነርስ ማርጋሬት ምቢቱ ቀዳማይ ተጠርጣሪ ዝኾነ ኬቭን ካንገዝ ኣብ ትሕቲ ቀይዲ ከምዝኣተወ ማዕከናት ዜና እታ ሃገር ገሊጸን። ብመሰረት ጸብጻብ እተን ማዕከናት ዜና፣ እቲ ወዲ ኣርብዓን ሓደን ዓመት ዝኾነ ጥርጡር ኬቪን ካንገዝ፣ ነታ ሰላሳን ሓደን ዓመት ዝዕድሚኣ ዓርኩ ኣብ ውሽጢ መኪና ብስሕለት ቀቲሉ ናብ ኬንያ ድሕሪ ምህዳሙ፣ ናይ መቐየዲ ትእዛዝ ወጺእሉ ክድለ ድሕሪ ምጽናሒ ብኣኽበርቲ ጸጥታ እታ ሃገር ኣብ ከተማ ናይሮቢ ኣብ ቤት ትልሂት ክተሓዝ ክኢሉ። ንላዕለዎት ሰብ መዚ ፖሊስ ምንጪ ብምግባር እተን ማዕከናት ዜና ከምዝሓበሮ፣ ጥርጡር ኬቪን ካንገዝ ኣብ ቦታ ፍጻመ ገበን መኪና ክዕሽግ ከምኡ'ውን ናብ ተርሚናል ናይቲ መዓርፎ ነፈርቲ ክኣቱን ብመፈተሺ ነቝጣ ክሓልፍን ብመቈጻጸሪ ካሜራታት ዝተላዕለ ተንቀሳቓሲ ስእልታት ምርኩስ ብምግባር ካብታ ሃገር ወጺኡ ኬንያ ከም ዝኣተወ ድሕሪ ምርግጋጹ መርመርቲ ምስ ኣገልግሎት ጸጥታ ክፍሊ ወጻኢ ጉዳያት ሕቡራት መንግስታት ኣሜሪካ ኣህጉራዊ ውድብ ፖሊስን ሰብ መዚ ኬንያን ብምትሕብባር ንምቕያዱ ክሰርሑ ምጽንሖም እዩ ዝፍለጥ። ኬቪን ካንገዝ ብዛዕባ እቲ ፈጺምዎ ዝተባህለ ገበን ቅትለት ቃሉ ክህብ ኣብ ቤት ፍርዲ ኬንያ ክቐርብ ምዃኑ ዝጠቐሳ እተን ማዕከናት ዜና፣ ተቐይዱ ናብ ሕቡራት መንግስታት ኣሜሪካ ናይ ዝርከበሉ መስርሕ ይሰላሰል ምህላዉ እውን ሓቢረን። ፖሊስ ሚልቦርን ኣውስትራልያ ኣብታ ከተማ ብስዉር ዘይሕጋዊ ንግዲ ትምባኾን ዕጸፋርስን ኣብ ልዕሊ ዘካይዱ ጉጅለታት ገበን ግብረሽበራዊ መጥቃዕቲ ንምፍጻም መደብ ከምዝነበሮ ዝተገልጸ ናይ ሓደ ገበናዊ ውድብ መራሒ ዝኾነ ዒራቓዊ ኣብ ትሕቲ ቀይዲ ከምዘእተወ ገሊጹ። ፖሊስ ነዚ ዕስራን ሓሙሽተን ዓመት ዝዕድሚኡ ግብረ ሽበራዊ ድሕሪ ምቕያዶም ኣብ ዝሃብዎ ሓበሬታ፣ ጥርጡር ካብ ቅድሚ ዝተወሰኑ ዓመታት ኣትሒዙ ኣብታ ከተማን ከባቢኣን ኣብ ዘይሕጋዊ ንግዲ ትምባኾን ዕጸ ፋረስን ዝነጥፍ ገበናዊ ጉጅለ ሰንሰለታዊ ምትእስሳር ዝጸንሖ ኮይኑ፣ ዕላምኡ ኣብ ከተማ ቪክቶርያን ከባቢኣን ኣብ ተመሳሳሊ ዘይሕጋዊ ንግዲ ናይ ዝነጥፍ ካልእ ገበናዊ ውድብ ዋንነት ዝኾና ኣብያተ መግቢ፣ መኻዚኖታት ትምባኾን ካልኦት ዋኒናትን መጥቃዕትታት ቦምብ ክፍጽም ከምዝጸንሐ ገሊጾም። ጉጅለታት ገበን ኣብ ትሕቲ ቁፅፅር ንምእታው ስርሒታት ክመርሕ ናይ ዝፀንሐ ኣሃዱ ምክልኻል ገበን ሓላፊ ዝኾነ ኢንስፔክተር ግርሃም ባንክ ኣብ ዝሃቦ መብርሂ እዞም ዝተጠቕሱ ጉጅለታት ገበን በቶም ኣብ ዝተፈላለዩ ኩርናዓት ዓለም መሓውራቶም ዘርጊሖም ሚልዮናት ዶላራት መኽሰብ ዝግሕጡ ዕሉላት ገበናውያን ጉጅለታት ዝዝወሩ ምዃኖም ሓቢሩ። ፀብፃባት ፖሊስ ሚልቦርን፣ ጥርጡር ኣባል ናይቲ ካብ ሃገራት ማእከላይ ምብራቕ ተበጊሱ ካብን ናብን ዱባይ፣ ኣውስትራልያን ኣብ ምዝውዋር ዕፀዋት፣ ሄሮይን፣ ዝነጥፍ ዝነበረ ጉጅለ ምንባሩ ጠቒሱ፣ ዘይሕጋዊ ንጥፈታት ከሎ ብፖሊስ ኣውስትራልያ ተቐይዱ ሸሞንተ ዓመት ዝተኣስረን ድሕሪዚ ድማ ናብ ሃገሩ ዝተባረረን ዕሉል ገበነኛ ከም ዝኾነ የመልክቱ። ናይ መወዳእታ ዜና ፖሊስ ሓይሊ ዕማም ምክልኻል ገበናት ስርቂ መካይን ግዝኣት ኦንታርዮ ካናዳ ካብ ዝሓለፈ መስከረም ክልተ ሽሕን ዕስራን ሰለስተን ኣትሒዙ ብዘካየዶ ስርሒታት ኣስታት ሰማንያን ትሽዓተን ጥርጡራት ክቕየዱ ከለው ሚእትን ትሽዓተን ናይ ስርቂ መካይን እውን ክርከባ ከምዝኸኣላ ማዕከናት ዜና ውሽጢ ሃገር ንፖሊስ ምንጪ ብምግባር ኣብ ዝዘርግሖኦ ሓበሬታ ገሊፀን። ብዝሒ ዝተመዝገቡ ጥርዓናት ስርቂ መካይን ሓሙሽተ ሚእትን ሓምሳን ኣርባዕተን ምንባሮም ወሲኹ ዝገለፀ ፖሊስ ከተማ ቶሮንቶ ኣብ ዝሃቦ መብርሂ እውን እዚ ንፖሊስ ከተማታት ዮርክ፣ ሃሚልተን፣ ድርሃምን ፒልን ዝሓቖፈ ሓይሊ ዕማም ካብ ዝተጠቕሰ ግዜ ኣትሒዙ ዕዉት ስርሒታት ይፍፅም ከምዘሎ ጠቒሱ ነዚ ዝተፈላለዩ ጎነጻዊ ገበናት ኣብ ምስፍሕፋሕ ኣሉታዊ ተራ ዝጻወት ዘሎ ስርቂ መካይን ንምግታእ ገና ኣብ ዕቱብ ስራሕ ከምዘሎ ገሊጹ። ብመሰረት መርበብ ሓበሬታ ፖሊስ ካናዳ፣ ገበነኛታት ንገለ ካብተን ናይ ስርቂ መካይን መሳለጥያ ዝተፈላለዩ ገበናዊ ተግባራት ክጥቀሙለን ከለው፣ ዝተረፉ ከኣ ብዘይሕጋዊ ኣገባብ ኣብ ውሽጢ ዓድን ካልኦት ሃገራትን ከምዝሽየጣ ሓቢሩ። ምስዚ ብዝተኣሳሰር ኣብ ዝሓለፉ ዓመታት ብዝሒ ገበናት እናወሰኸ ከምዝመጸ ዝገለጸ ፖሊስ ቶሮንቶ፣ ህዝቢ ግዳይ ተመሳሳሊ ገበናት ከይከውን ንመካይኑ ኣብ ውሑስ ጋራጅ ወይ ግቡእ ናይ ጸጥታ መሳርሒታትን መብራህትን ኣብ ዘለዎ ቦታታት ከቐምጥ ብምምካር፣ ተግባራት ስርቂ ምስ ዝዕዘብ ወይ'ውን ግዳይ ስርቂ ምስ ዝኸውን ተቐላጢፉ ንፖሊስ ክሕብር ተላብዩ። ዝኸበርኩም ሰማዕትና ነዚ ዕለት ዝተዳለወ ሰሙናዊ ዜና ፖሊስ በዚ ተፈጺሙ ኣሎ። ምስ ዝተረፉ መደባትና ንሓድገኩም ብወገነይ ሰሰናዩ።

እዚ ድምጺ ፖሊስ ኤርትራ እዩ። ክቡራትን ክቡራንን ሰማዕቲ ድምጺ ፖሊስ ኤርትራ ኣብ መደብ ድሕነት ብዕርቂ ንዝተዛዘመ ሓደጋ ማኪና ብዝምልከት ምስ ስድራቤታት ፈጸምቲ ሓደጋን ግዳይን ከምኡውን ኣማሓደርቲ ዓድን ዝተኻየደ ቃል መሕተት ክህልወና እዩ ሙሴ ኪዳነን ዓወት ጣዕመን ዘዳለወዎ መደብ ዓወት ጣዕመ ከቕርቦ እዩ ሰናይ ምክትታል።
ኣብ መንጎ ውልቀ ሰባት ዝህሉ ስኒትን ምትሕብባርን ንሓደ ሕብረተሰብ ሰላማዊ መንገዲ ንክሕዝ ዘኽእልዎ ባእታታት እዮም። ፍቕሪ፣ ሓልዮት፣ ምክብባርን ካልእን ንስኒት ዝጸልዉ ረቋሒታት ድማ ናቱ ውጽኢት ከም ዝኾኑ ይሕበር። ሰባት ኣብ ማሕበራዊ ህይወቶም ንዘጋጥምዎም ዘይምርድዳእን ግርጭትን ብፍላይ ድማ ሓደጋ ልቦና ብዝመልኦ ኣገባብ ምስ ዝፈትሕዎም ኣብ መንጎኦም ነባሪ ስኒትን ፍቕርን እዩ ዘስፍን። ስለዝኾነ እዩ እምበኣር ኣብ ሕብረተሰብ ኤርትራ ዝኾነ ሽግር ኣብ ዘጋጥመሉ ብሰላማዊ መንገዲ ናይ ምፍታሕ ኣገባብ ጎሊሑ ዝንጸባረቕ። ዘጋጥም ግርጭት ብልቦናዊ መንገዲ ምፍታሕ መርኣያ ስልጡን ባህሊ እዩ። ኣብ ኤርትራ ብሓደጋ ዘጋጥም ሞት ሰባት ብዕርቂ ናይ ምድቃስ ልምዲ ልሙድ ተርእዮ እዩ። ክቡራትን ክቡራን ሰማዕቲ ድምጺ ፖሊስ ኤርትራ ንሎሚ እምበኣር ኣብዚ ክጥቀስ ዝጸንሐ ክቡር ባህሊ ሕብረተሰብና ምርኩስ ብምግባር፣ ብሽዱሽተ ለካቲት ክልተ ሽሕን ዒስራን ኣርባዕተን ኣብ ኣስመራ ምምሕዳር ከባቢ ጎዳይፍ ዝተኻየደ ናይ ዕርቂ ስነ ስርዓት ሒዝናልኩም ቀሪብና ኣለና። ኣብ ዜና ፖሊስ ከም ዝተኸታተልኩሞ ብ ዕስራን ሓሙሽተን ታሕሳስ ክልተ ሽሕን ዒስራን ሰለስተን ከባቢ ሰዓት ትሽዓተን ኣርብዓን ሓሙሽተን ድሕሪ ቀትሪ ፈጻሚ ሓደጋ ኤፍሬም ኢሳቕ መኪና መሪሑ ኣብ ዝጓዓዘሉ ዝነበረ ግዜ ኣብ ካምቦቦሎ ከባቢ ፋሚል ኣየለ ክበጽሕ ብእግሩ ጽርግያ ይሰግር ንዝነበረ ነፍስሄር ግርማይ ተኸስተ ገጭዩ ናይ ሞት ሓደጋ ከምዘብጽሓሉ ሓቢርና ኔርና። ብዛዕባ'ዚ ጉዳይ እምበኣር ኣቐዲሙ ኣብ ዝተጠቕሰ ዕለትን ቦታን ስድራቤታት ክልቲኦም ወገናት፣ መራሕቲ ሃይማኖትን ኣማሓደርቲ ዓድን ኣብ ዝተረኽቡሉ ካብ ወገን መዋቲ ምሕረት ከምዝገበሩ ከምዝስዕብ ገሊጸሞ ኣለዉ። ንከታተል።
ግርማይ ክቅተል ወይ ማኪና ክሃርሞ ወይ ካኣ ንዕኡ ክታይኮን ኣይኮነን እዚ እያ ማዓልቲ እያ እዚ ካላየይ ነይሩ እግዚኣብሄር ሂቡኒ ካኣ ካልኣይ ረኪበ ካልኣይ ረኪበ ንስካ ካኣ ከም ሓወይ ከም ወደይ ኮንካ ሓንቲ ነገር ካልእ ግና ኣይደልን እታይ ዳኣ ከም ወደይ ኮንካ እዛ ገዛ ገዛኻ እያ።
ግርማይ ሰሪሑ ክኣቱ ንገዝኡ፣ ኤፍሬም እውን ሰሪሑ ክኣቱ ንገዝኡ እናተኣተዉ ኣይፋለጡ ኣይባሉ ብፅልኢ ይብሎም ፍልጠ ይብሎም ግና መዓልታ ኮይና ተራኺቦም ኣብ ሞት በፂሓ ኣብ ሞት ምብፃሐ ከዓ ኤፍሬም ተሰኪሙ ስጋዕታ ዝመውት ሆስፒታል በዓል ወሲድዎ ኤፍሬም ከም ንእሽቶ ሓዊ ኮይኑ ተሰኪሙ ስጋዕ መቓብር ኣእትዩ። መሊሶም ከኣ ስድራቤት ምሉኦም፣ ኣዲኡ ወይዘሮ መድህን ከኣ ከማና ንላዕሊ ሓዚና በኽያ። ወዲ እውን ስጋዕ ሕጂ ምሳና ኣሎ። ኩሉ ስድራቤት ምሳና ኣሎ። እዚ ስድራቤት እዚ ከኣ ቀሊል ኣይኮነን። ለባም ይጉደለኒ ዝበሃል እዚ እዩ። ለባማት ኮንኩም ጎይኹም። ሓዊ ደቂ ግርማይ ደኣ ክኸውን እምበር ካባኹም ንሓቶ ዋላ ሓንቲ ሳንቲም የለን። ካብ ሎሚ መዓልቲ ተማሒርኩም ኣለኹም። ኣነ ጥራይ ኣይኮንኩምን ምሒረኩም ከኣ ምሉእ ዓዲ ምሒርኩም። ቅድሚ ቀርኒ ኣቦም ካሕሳይ ምሒሩ ኣሎ። በዓልቲ ቤቱ ምስ ደቃ ምስ ህይወታ ኮፍ ኣቢልና ዛሪብና ምሒራ እያ። ዓዲ ጎዳይፍ ምሉእ ምሒሩ፣ ዓዲ ዋዕላ ዝመልኦ ምሒሩ እዩ። እዚ ምሒር እዚ ከኣ ንድሕሪ ሕጂ ክልመደልና ዝኣይ ኮይኑ ብኻልእ ኣይኮነን። ካብ ሕጂ ግን ኣሕዋት ኢና። ካባኹም ንደልዮ ቅርሺ የለን። እዚ ከኣ ናይ ኩልና ዓዲ እዩ።
ሓመድ ኣልቢስ ናብ ምሸት ምስ መጻእና ንኤልሳ ኤልሳ እዚ ቆልዓ እኮ ተኣሲሩ ኣሎ እንታይ ክገብር ግርማይ ተትኸውንከ ፍትሒ ለይዲ መልኩ እንታይ ክገብር ኮፍ ኢሉ ወጊሓ ምእንቲ ርእሳ ወጊሓ ምድሪ ንጎ ንማርያም ስምዑባ ክልተ ሻዕ ከይንኸስር ክልተ ሻዕ ከይንኸስር ነቲ ጥፊና ነዚ ከ ከይነጥፎ ነዚ ቆልዓ ነውፃእዮ ዓሰርተ ሓደን ፈረቓን ቀትሪ ቦሊስ ትራፊክ እንዳወፁ ከለዉ ብጉያ ከይድና እዛ ወረቐት ኣብፃሕ ቢልዋ እዚ እንተዘይግበር እዚ ሰላም እዚ ዘይምተረኽበ እዩ። ንብዓቶም ከይሓጎሱ ንብዓት ስድራ ቤት ዝሕጉሱ፣ ስድራ ንብዓ ንሶም ከይተኣበዱ ስድራ ዝእብዱ ስድራ ቤት ዓዲ ጓዕዳድ ልዕሊ ዝኾነ እየ ኣነ ዓይነይ ብዝረእኽዎ እዝነይ ብዝሰምዓኽዎ ንምስክርነት እየ ዝዛረብ ኣለኹ እምበር እዚ ዝገበሩ ስድራ ቤት እዮም ወዶም ጓሎም ካሕሳይ ከዓ ካብ ሻዕሐይታ ሳንቲም ኣይደልን። ነዚ ጥዑም እዝኒ ዝሰምዓና ነዚ ጽቡቅ መዓልቲ ድውዓልና እግዚኣብሔር ኣምላክ ፍቃዱ ይኩን እንቋዕ ሓጎሰና።
እዚ ከምዚ ኢሉ እንከሎ፣ ብስድራቤት ፈጻሚ ሓደጋ ዝቐረበ ናይ ምስጋና ቃላት ብኽም ዝስዕብ ተገሊጽሉ። ካባይ ጀሚርካ ሙሉእ ስለዘየለ ኣብ ኣጋባቢ ኹን ኣብ ኣቃራርባ ኹን ኣብ ኣዛራርባ ኹን ነቲ ናትና ቃል መሊስኩም ብጥዑም ቃል ተርጉምኩም ስለዘቅረብኩሞ እምበር ጉድለት ኣይርከብን ማለት ኣይኮነን ስለዚ በቲ ተገይርልና ዘሎ ምሕረት ኣዚና ኢና ነመስግን ኣቀዲምና ካብ መጀመርታ ሓዘን ተጀሚሩ ብፍላይ ነዛ ክብርቲ በዓልቲ ቤቱ እግዚኣብሔር ኣኽኢልዋ ንኽቡራት ኣሕዋቱ እግዚኣብሔር ኣኽኢልዎም ሽዑ ኣይፍለጠካን እዩ ዝኾነ ክትብል ትኽእል ኢኻ ዝኾነ ክትዛረብ ትኽእል ኢኻ ሓንቲ ቃል እውን ትኹን ከይወፀት እኳ ደኣ መልሻ ደባሲት ኮይና መዓልቲ ስለ ዝኣኸለ የሕዋቱ ደበስቲ ኮይኖም ኣጆኹም ኣይትፍርሑ ኣይትብከዩ ኣይትሳቐዩ ነንሕድና ንደባበስ ሕጂ ግርማይ ኣይምለሰናን እዩ ንሕና ጥራሕ ሕቢርና ክንከይድ እዩ ዘለና ተባሂሎም ክድብሱ ከለዉ እሞ ብመጠን ጓል ኣንስተይቲ ኮምኡ ዓይነት መልስታት ክምጻእ ከሎ በሕዋቱን ብስድራ ቤቱን በዞም ዓቢ ኣቦ ካብ መጀመርታ ኣትሒዞም ምስ ትንቢት እንዳተኣሳሰሩ ዝሃቡና ክብሪ ኣዚና ኢና ነመስግነኩም።
ሕጂ ንሕና ናይ ብሓቂ ዘርኢ ሙሩጽ ዘርኢ ካብ ርሑቅ ቦታ ከድካ ኢካ ተምጽእ ክፍርየልካ ሕጂ እቲ ፍረ ካብ ርሑቅ ዝመጽእ ኣብ ቀረባ ጸኒሕና እግዚኣብሄር የፍርየልና ሕጂ ድማ ንሕና ንሕና ጥራይ ኮና ሰሚዕና ንኸይድ እዚ ዘርኢ እዚ ኣብ ዓለም ክንዘርኦ ኢና እግዚኣብሄር ምሕረት የውርደልና እምበር ንሕና ክንመውት ከለና ክንውለድ ሃይ ሃይ ክንመውት ድማ ዋይ ዋይ ሕጂ ብሩኽ እዋን ይግበረልና የቐንየልና ንሕና ተሓጉስና ንኸይድ ኣለና።
ፈጻሚ ሓደጋ ኣቶ ኤፍሬም ኢሳቕ ብዛዕባ እቲ ፍጻመ ከመይ ከምዝነበረን ብዛዕባ እዚ ተኻይዱ ዘሎ ናይ ዕርቂ ስነ ስርዓትን ኣመልኪቱ ከምዚ ይብል።

ብሓፈሻ ከም ስድራ የመስግኖም።
ብተወሳኺ ካብ ግዜ ፍፃመ ሓደጋ ኣትሒዙ ክሳብ ዕለተ ዕርቂ ንዝነበረ ግዜ ብዝምልከት በዓልቲ ቤት መዋቲ እትርከቦም ኣማሓደርቲ ዓዲ መቕርብን ምስ ዝኾኑ ሰባት ዝተኻየደ ሓፂር ቃለ መሕተት ኣሎ ሰናይ ምክትታል።
ኤልሳ ካሕሳይ ወልደጋብር ንግርማይ በዓልቲ ቤቱ ትሽዑ ዘይነበርኩ እንዲ ኣብ ሆስፒታል የርኪባኒ ኣብቲ ሆስፒታል ኣብ ዝነበርናላ ግን ኤፍሬም ልዕለይኡ ስታይ ክገብር ጸኒሕኒ ንዓይ ምስ ዕሩክቲ እዩ ነይሩ ኤፍሬም ዝያዳ እንታይ መክብለካ እንደ ካብቲ ሰብ ዝገብሮ ንላዕሊ ክገብር እዩ ጸኒሕኒ ነዚ ምስ ረኣኹ ከዓ እንታይ ክስምዓኒ ግልበጥ ንግርማይ ከሲረ እንደገና ንኤፍሬም ከወስረ ይደለኹም

ዝያዳ ልዕለካ እሱ ሓዚኑ እሱ ርእሱ ደፊኡ ክስታይ ከብል ከሎሲ እዘን ደቂ ከዓ ትፀውዕዮ እስከ እንታይ ኢና ክንብል እንታይ ኢና ክንድርኢ ዘለና ዝወዲ ተደፊኡ ኣይበላዕ ይሰት እዚ ትብየ ኣለና ኣትዮ ከዓ እዚ በላ ሓውኸን ምስ በልኩም ከዓ ናይ ቀታልቦን ይበኺ ቀታልቦና ዘይኮንካ ስኻ ሓውና ኢኻ ኢለን እየን ሓቂፎና ካብኡ ንንብ ቁርብ ይሓይሽ ምሳና ኮይንት ምሳና ኮንከ ትሓዝን ከም ሓውና ትኸውን ስለዝበልኦ በቃ ንደካ ስጋብ ሕጂ ካባና ይትፈልዩ ስጋብዛ ሰዓት እዚኣ ካባና ይትፈልዩ
ስመይ ኣሰፋው ገብረክርስቶስ እባል ኣማሓዳሪ ዓዲ ጎዳይፍ ማለት እዩ ናይ ዓዲ እየ ልክዕ ኣብዚ ዓዲ ካብ ዝምረፅ ኣትሒዘ ወይ በለ ኣብዚ ዓዲ ዝፀናሓኒ ወይ ከዓ ካብ ኣቦታት ዝወረስናዮ ናይ ምሕረት ወይ ከዓ ናይ ዝኾነ ስነ ምግባር ብዝኾነ መገዲ ዝለዓለ እዩ ዘሎ እቶም መንእሰያት እውን ካብኡ ካብ ናይ ኣቦታት እናተወከስና እናወረስና ንኸይድ ኣለና ማለት እዩ እዚ ከዓ ዓብ ፀጋ ኢና ኣሎ እቲ በዓል መኪና ክረግፆ ኢሉ ይመፀን ንሱ እውን እዛ ድንገት እዚኣ ክተጋጥመኒ ኢሉ ኣይመፀን። በዚ ምኽንያት እዚ ከዓ እዚ ሓደጋ እዚ ተጋጢሙ። በቲ ልምዲ ናይ ኣቦታትና ዝፀናሕና ካብ ዝዓርፍ ወይ ከዓ ካብ ዘብል ኣትሒዙ ቅሬታ ከይተሰመዓና፣ እቲ ሃራሚ ይውፃእ ምሳና ኮይኑ እቲ ሓዘን ይካፈሎ ሓዘን ኩልና እዩ ብሸለልትነት ዝሃረሞ ኣይኮነን ናይ መዓልቲ ነገር እዩ ተባሂሉ ብሕድገት ካብ ደበል መዓልቲ ቅርሕንቲ ዘይብላ ወይ ኮላይ ናይ ነድሪ ዘረባ ዘይብላ ብሰላም ክንጓዓዝ ፀኒሕና ንሶም እውን እቶም ሃረምቲ ውን መራሕተ ርእሲ ልቢ ድበሃል ድኾነ ኣካለ መሰል ናይዚ ክስታይ ባዕሎም እንዳሸፈኑ ክኸዱ ጸኒሖም። እቲ ጋር ዝበሃል ነገር ልሙድ ከምዘይ ምዃኑ ፍሉጥ እዩ።

ፖሊስ ትራፊካ ነቲ ስርዑ ብመገዲ ክገብር ስለ ዝኾነ ክውፅ ኣለዎ ይብል ና ንሓን ሕጊ ማሊእና ክሳብ ንገብረ ኢና ኣለና ንፅባሒታ ግን ከይድና ኣፅሒፍና ኤልሳ ክውፅ ኣለዎ ስለ ዝተባሃልና ምስ ኤልሳ ተሰማሚዕና ከይድና ውፅኢና ኢና እቲ ፍፃሜ ዕርቃዊ መገዲ ሲ ካብ መጀመርታ እውን ንሕና ናብ ከምኡ ኢና ሓሳባትና ነይሩ ሓቲትና ንደቁ ሓቲትና ተወኪስና ስድራ ሓቲትና እ ከምዚኣ ከምዚኣ ኣላ ሕጂ ፅባሕ ንጎ ከምዚኣ ከምዚኣ ኣጋጢማ ስለ ዘለት ሓረጋዊ መገዲ ወላዲኽን ወላዲኽን ልዕሊኽን ካል ኣና ስለ ዘይብጻሕና እስኽን እንታይ ትብላ ኢልና ንደቁ ዋዕ ብትያ ትብልዋ ጥራሕ ንሕና ሰላም ፍቕሪ ኢና ንደሊ ከም ሓውና ኢና ንሪኦ ኮነ ኢሉ ዝፈጸሞ ስለ ዘይኮነ ነቲ ዕርቃዊ መገዲ ኢና ንዝጉፎ ኢለን ኣብቲ ዕርቃዊ መገዲ ደፊኤን ስም በዚኻ ንስድራ ቤት ተረዳዲእና እንታይ መዓልቲ ቆጺርና ንብለን ሎም መዓልቲ ከዓ በቲ ናይ ሕብረተሰብና ነቲ መንግስትና ዝፈትዎም ነቲ ሃገርና እውን ኣብ ዝኾነ ቦታ ከምኡ ዓይነት

ትፍጸም ሓደ ካብ ሓንሳብ ኢና ምስሊና ወዲእና ዕላልና በቃ ንኪድ በሉ ተባሂልና ምስ ከድና እሱ ከቅድመይ ነይሩ እዚ እንታይ እዋን ግርማይ ቁልፍ እንተልኩ ኣብ ማእኸል ፅርግያ በፂሑ ሕጂ ግን ድምፂ ጥራይ እየ ሰሚዐ ጽቡቕ ናይ ብሓቂ ኣነ ሓጎስ እዩ ተሰሚዕኒ ብከምዚ ምውድኡ ብከምዚ ብዕርቂ ምፍላዮም ሓጎስ እዩ ካልእ ወላ ሓንቲ ዝስማዓኒ ነገር የለን።
ስመይ ቢንያም ገብረንጉስ ገብረትንሳኤ ይበሃል ምስ ሞት እዩ ዘለኒ ናይ ነዊሕ ዓመት መሳርሕቲ ኢና። መዓልቲ ኣፈፃፀም ዝወዓለሉ ኣዝዩ ደስ ዘብል እዩ። ፈለማ እውን ኣይኮነን ግን ዓቢ ተሞክሮ ካብ ዝመሰሉ ይግባና ምክንያቱ ኩሉ ሰብ ነዚ ሰናይ ጉዳይ ነዚ ሰናይ ተግባር እዚ ክስዕብ ክኽእል ኣለዎ ዋላ መንፈሳዊ ኣብቲ መንፈሳዊ ትር ነገር ተሪኢኻዮ መሓር ክትመሓር የቕርበልና በልና ንሕደገልና ክንብል ተኾና በዚ ሰብ ክንሓድግ ክንክእል ኣልና እዚ ከኣ ፍጻሜ ሓደጋ ስለ ዝኾነ ነዚ ሓደጋ እዚ ተረዲኦም እዞም ስድራ እዚኦም ነዚ ሰናይ ጉዳይ ነዚ ጽቡቅ ውሳነ ምውሳኖም ኣዝዩ ኣብ ልዕለይ ዓቢ ትምህርቲ እዩ ኣዝዩ ከዓ ዕግበት ተሰሚዕኒ ከም ሎም እውን ኣዝየ ተሓጒሰ ተሓወይቱ ጻይ ዳርጋ ከምዘይሞተ ገይረ ወሲድዮ
ኣብ መደምደምታ ንዘጋጥም ሽግር ብሓባርን ብልዝብን ናይ ምፍታሕ ኣገባብ ኣብ ሕብረተሰብ ኤርትራ ካብ ግዜ ኣቦታትናን ኣቦሓጎታትናን ኣትሒዙ እናተወራረሰ ክመጽእ ዝጸንሐን ኮይኑ ንዝመጽእ ወለዶታት እውን ክብሩ ከይጎደለ ክመሓላለፍን ክወራረስን እናተሓሳሰብና ህዝቢ ኣተኩሮ ክገብረሉ ንላቦ።
ክቡራትን ኩራን ሰማዕቲ ድምፂ ፖሊሲ ኤርትራ ንሎሚ ዝበልናዮም መደባት እዞም ክትከታተለዎም ዝጸናሕኩም እዮም ነይሮም ኣብ ምድላውን ምቕራብ መደባት ምሳኹም ዝጸናሕና ካፕቴን ብርሃነ ዘካርያስ ኤርምያስ ኣስፍሃ ተስፊት ገብረ ሚካኤል ሽሻይ ተመሶ ሙሴ ኪዳነ ኣቤል ኣብርሃም ያስሚን በረኸትን ብወገን ቴክኒክ ድማ ዓወት ጣዕመ ብምዃን ኢና ክሳብ ዝመጽእ